መርሐባ መርሐባ ሕጂ ድማ በዘን ክልተ ፕሪፊክስ መጺኤኩም ኣለኹ ኣይ ከይ ኩሉ ግዜ ንርኤን ኢና ኣብ ቃላት ንኣብነት ብላዕ ኢልና ኣይትብላዕ ወይ ድማ ብላዕ ከይትበልዕ ናብ ኔጌቲቭ ከምዚ ጌርና ንቐይሮ ስተ ኣይትስተ ስተ ከይትሰቲ ደቅስ ኣይትደቅስ እዚኣ ቀረስ ያላ ደቅስ ኢላ ድማ ከይትድቅስ ዝብል ከምዚ ማለት እዩ እዚ ናብ ኣሉታ ክንቂሮ ከለና እዩ ግን እንታይ ይፍልለየ ከምዚ ክንገብረን ከለና ሲ ዘን ፔርስ እንታይ ፍልልያተን ፍልልያተን እንታይ እዩ ኣይትብላዕ ከይትበልዕ ኣይትስተ ከይትሰቲ ኣይትደቅስ ከይትድቅስ እንታይ ፍልልየን ክልቲኤን ኣሉታ ኣሉታ ናይ እዚኣ ብላዕ ወይ ድማ ስተ ወይ ድማ ደቅስ ትብላ እየን ግን ፍልልየን እንታይ እዩ እዛ ኣይ ክንብል ከለና ሪኮመንዴሽን እያ ከምዚ ምኽሪ እዩ እዚኣ ግን ግዴታ እያ ፍልሌን እዚኣ ሪኮሜንዴሽን እያ እዚኣ ግን ግዴታ እያ ሶ ኣይትብላዕ ክብል ከለኹ ንኣብነት ኣብነት ክበኩም እየ ስጋ ኣይትብላዕ ከየሕምመካ ኢለ ማለት ሲ መስተ ብዙሕ ኣይትስተይ you know ከይትሓምም ከምዚ ገለ ብል ማለት እዩ እዚ ፕሪኮሽን ገለ ዝበካ ዘለኩ እዩ መክሪ ዓይነት recommendation ከይትበልዕ እንተ ኢለ ግን መድሃኒት በሊዕኻ እንጣጢዕ ከይትበልዕ ይብለካ ንኣብነት እንጣጢዕ ሲ ከይትበልዕ ዮርናት ኣላውድ ሕማቕ እዩ ሳዕቤን ከምፃልካ ክእል እዩ ማለት እዩ ኣብዚ ግን ኣይትብላዕ ግን ጀስት ሪኮመንደሽን እዩ ሪኮመንደሽን እዩ ብዙሕ ኣይትብላዕ ከይትጉዳእ ከይትበልዕ ተይለካ ግን ፈፂምካ ካብዚ ክትበልዕ የብልካን ማለት እዩ ከይትበልዕ ከይትሰቲ ሶራ ይሆን እዛ ከይትበልዕ ከይትሰቲ ከይትድቅስ ንኣብነት ከዘናግዓካ ኢለ መፅአ ናብ ገዛ ትኽስ ትብል እሞ ቧእ ኣይትደቅስ እባ እየ ዝብለካ ከይትድቅስ ኣይብለካን እየ ቧእ ኣይትደቅስ እባ እንታይ ደኣ ገዲፍካና ደኣ ኣይትደቅስ ይብለካ ግን ንኣብነት ትፅበዮ ነገር ኣለካ ትፅበዮ ነገር ኣለካ ሰበይትኻ ስራሕ ምስ ከደት ኣይተመልሰትን ወይ ቆልዓ ደገ ከይዱ ኣሎ ገለ ቧእ ኣታ ከይትድቅስ ወድኻ ይመፀን ዘሎ ከይትድቅስ ማለት ዩ ማስት ቢ ማለት ግዴታኻ እዩ ክትፀንሕ ማለት እዩ። እዚ ግዴታኻ ዝኾነ ወይ ዋርድያ ትኸውን ናይ ውትድርና ከይትድቅስ ተጠንቀቕ ብላካ ከይትድቅስ ተጠንቀቕ ተይለካ በቃ ግዴታኻ እዩ ማለት እዩ። ኣይትደቅስ ኢኻ ኣይትታኸስ እዚ ግን ከምዚ ኣይትታኸስ ዓይነት ወል ማለት ብለካ ኣለኹ ተኽኢልካ ማለት እዩ ኣይትደቅስ ኢኻ ገለ ብለካ ሶ ኣብዚ ትፍልልዩ ብዙሕ ግዜ ከምዚ ፍልልይ ዘለበን ዘይብለን ኮይኑ እዩ ዝስማዕና ግን ፍልልይ ኣለወን እሞ ቪድዮና ኣብዚ ወዲእና ኣሎና ሰሰናዩ ጠጥዑሙ ንዓኻትኩም